ኣብቲ ዝሓለፈ ትምህርቲ ብኸመይ ክልተ ኮምፒተራት ኣይፒ ኣድረስ ብምግባር ኮሙኒኬት ከምዝገብራ ርኢና ኔርና ኣብቲ ሲሚሌሽን ማለት እዩ ሕጂ ከኣ ቅድሚ ናብቲ ናይ ሩተርን ናይ ስዊችን ትምህርቲ ምኻድና ሓደ ክንፈልጦ ዘለና ነገር ኣሎ ማለት እዩ ንሱ ከኣ እንታይ እዩ ንሓንቲ ሩተር ወይ ስዊች ክንቆጻጸራ እንድሕር ኮይና ማለት ኣብቲ ውሽጣ ኣቲና ለውጥታት ክንገብረላ እንድሕር ኮይና ኩሉ ግዜ ብመንገዲ ኮምፒተርና እዩ ድኸውን ማለት እዩ። ኮምፒተርና ምስታ ሩተር ኮኔክት ንገብራ ብገመድ፣ ድሕሪኡ እቲ ዘድሊ ለውጥታት ኣብቲ ኮምፒተርና ንገብሮ ማለት እዩ። ነዚኣስ ብቐሊሉ ኣብ ኮምፒተርና ኢና ንቆጻጸራ ማለት እዩ። እዚ ሕጂ ክንርእዮ ኢና ብስሚሌሽን መንገዲ። ብስሚሌሽን ኣብ ዝመጽኤ ሓንቲ ኮምፒተር ከምጽኤ እዚኣ ከም ኣብነት ልክዕ ኮምፒተረይ ወይ ላፕቶበይ ክብላ ክእል ኣብዚኣ ክትውቐ ሓንቲ ሃርድዌር ከምጽኤ እዚኣ ሕጂ ምናልባት ካብ ኣማዞን ድገዛናያ ሃርድዌር ንበላ ሩተር ነዚኣ ሕጂ ክቆጻጸራ እንድሕር ደለየ እቲ ኮንፊግሬሽን እንድሕር ኣብዚ ክገብር እንድሕር ደልየ እንታይ ይገብር ኣብቲ ናይ ኬብል ክንመጽእ ኢና ኣብዚ ናይ ኬብል ኣብዚ መጽየ ኮንሱል ኬብል ክመርጽ እየ ካንስል ኢለ ኣብዚኣ ኣብታ ናይ ላፕቶፕ ወይ ናይ ኮምፒውተር ሴሪያል ኢንተርፌስ ኣብኡ ኮኔክት ክገብራ ኮኔክት መግበር ኣለዎ እቲ ኬብል ማለት እዩ ላፕቶፕና ኣብዚኣ ኮኔክት ክገብራ እየ ቀጺለ ኣብታ ሩተር ዝጠወቅኩ እቲ ቦታ ክመጸለይ እቲ ኮንሱል ድብል ክመጽእ ማለት እዩ እቲ ሰማያዊ እዚ እዩ ከምዚ ገይረ ምስ ጠወቕኩ ብኸምዚ መንገዲ እየ ሕጂ ነዚኣ ሩተር ኽቆጻጸራ ዝኽእል። ሕጂ ኽቆጻጸራ ተደልየ ኣብቲ ኮምፒተረይ ይኸይድ። እዚ ሕጂ ሲሙለሽን ስለ ዝኾነ እቲ ሶፍትዌር ሬዲ ኮይኑ እዩ መጺኡ ዘሎ ኣብዚ ዴስክቶፕ እጥውቕ። ቀጺለ ተርሚናል ማለት እዩ። ተርሚናል ምስ በልኩ ሕጂ ብቐጥታ ናብታ ሩተር ክተእትወኒ እያ። ሕጂ ኣብዛ ኮምፒተር እዚኣ እየ ዘለኹ ኣነ። እዚ ንርእዮ ዘለና እዚ ኣብዛ ኮምፒተር እየ ዘለኹ። ተርሚናል ክጥውቕ እየ። ቀጺለ ኦኬ ክብላ እየ። ከምዚ ንሪኦ ደልና እዚ ኣብቲ ውሽጢ ሩተር ዘሎ እዩ ዘርእየኒ ዘሎ ማለት እዩ።